ኣርእስተ ዜና ቀዳማይ ሚኒስትር ኣብዪ ኣሕመድ ኣብ ፋብሪካ መፍረዪ ጥይት ዑደት ኣሳሊጦም ደቂ ኣንስትዮ ብልቓሕን ዕቋርን ኣቢለን ተረባሕቲ ቁጠባ ንክኾና ሰፊሕ ስራሕቲ ይውገን ከም ዘሎ ሚኒስትር ደቂ ኣንስትዮን ማሕበራዊ ጉዳይን ኤርጎጌ ተስፋዬ ገሊፀን

ሰላም ጥዕና ሃበለይ ዝኸበርኩም ተመልከትና ከመይ ተምስዩ ልክዕ ሰዓት ሓደ ኮይኑ ኣሎ ከምቲ ልሙድ ነዚ ሰዓት ተዳለዉ ዜናታት ሒዝና መፂና ኣለና ዜናታት እንዳመራሕኩም ምሳኹም ፀንሕ ድማ ኣነ ብርሃን ፍሳየ ፈለማ ብሓፀርቲ ዜናታት ክንጅምር ኢና ቀዳማይ ሚኒስትር ኣብዪ ኣሕመድ ኣብ ወረዳ ኣምቦ ኣብ ዝነበሮም ፃንሒት ኣብ ፋብሪካ ቤቨሬጅ ኬኛ ዑደት ኣሳሊጦም። ኣብ መርሃ ግብሪ እቲ ዑደት ምክትል ቀዳማይ ሚኒስትር ተመስገን ጥሩነህን ርእሰ ምሕዳር ክልል ኦሮሚያ ሽመልስ ኣብዲሳን ተሳቲፎም። እቲ ፋብሪካ ኣብ ቀፃሊ ሰለስተ ሰሙናት ናብ ስራሕ ከምዝኣቱን ሰለስተ ሚሊዮን ሄክቶ ሊትር ናይ ምፍራይ ዓቕሚ ከምዘለዎን ተሓቢሩ ኣሎ። ብተዛማዲ ዜና ስራሕቲ እቲ ምምሕዳር ናብ ህዝቢ ንምቕራብ ምጥንኻር ጣቢያታት ወሳኒ ከምዝኾነ ተገሊፁ ኣሎ። ብመሰረት እዚ መንግስቲ ክልል ኦሮሚያ በቢከባቢኡ ንህዝቢ ቀረባ ዝኾነ ምምሕዳር ንምፍጣር ፃዕሪ ይገብር ከምዘሎ ካብ ቤት ፅሕፈት ቀዳማይ ሚኒስትር ዝረኸብናዮ ሓበሬታ የረድእ። ብመንፅር እዚ ኣብ ወረዳ ኣምቦ ኣብ ዘሎ ሓደ ጣብያ ዘሎ ምንቅስቓስ ኣብ እዋን እቲ ዑደት ዝተርኣየ እንትኸውን ኣብቲ ጣብያ ተግባር ምብቃዕ ይሳለጥ ኣሎ። ኣብቲ ክልል ሸውዓተ ሽሕን ሰለስተ ሚእትን ኣርብዓን ክልተን ጣብያታት ተወዲበን ሓምሳ ሽሕ ሓይሊ ሰብ ከምዝተመደበለን ተሓቢሩ ኣሎ። ቅድሚ ሕዚ ኣብተን ወረዳታት ተማእኪሎም ዝነበሩ ሞያውን ምምሕዳራውን ግልጋሎታት ብብርኪ ጣብያ ብዝግባእ ሓይሊ ሰብ ይወሃብ ከም ዘሎ'ዩ ተገሊፁ ዘሎ። ከምኡ እውን ቀዳማይ ሚኒስትር ኣብዪ ኣሕመድ ኣካል ወንጪ ደንዲ ኤኮ ሎጅ ዝኾነ ህንፀት ክፍሊ ደንዲ ዝበፅሓሉ ብርኪ ተዓዚቦም እዮም። ህንፀት ስራሕቲ ሲቪል እቲ ፕሮጀክት ከም ዝተዛዘመ እውን ተሓቢሩ። ኢንጂነሪንግ ኢንዱስትሪ ምክልኻል ኣብ ኢትዮጵያ ሓዱሽ ማሕበረሰብ ኢንዱስትሪ እናፈጠረ ምዃኑ ዘመላኽት እዩ ክብሉ ላዕለዋይ ኢታማዦር ሹም ሓይልታት ሰራዊት ፊልድ ማርሻል ብርሃኑ ጁላ ገሊፆም። ቀዳማይ ሚኒስትር ኣብዪ ኣሕመድን ላዕለዎት ሓለፍቲ ስራሕ መንግስትን ኣብ ኮርፖሬሽን ኢንጂነሪንግ ኢንዱስትሪ ምክልኻል ፋብሪካ መፍረይ ጥይት ኾሚቾ ዑደት ኣሳሊጦም። ፊልድ ማርሻል ብርሃኑ ጁላ ኣብቲ እዋን ዑደት ኣብ ዘስምዕዎ መደረ ሓዱሽ ማሕበረሰብ ኢንዱስትሪ ከም ዝተፈጥረ እዮም ገሊፆም ዘሎም። ካብ መንጎ ዋና ዋና ኣንፈታት ሪፎርም ሰራዊት ምክልኻል ብዕጥቂ ርእስኻ ምኽኣል ሓደ ከም ዝኾነ ብምሕባር ኣብዚ ሕዚ እዋን እዚ ዓቕሚ ከም ዝተሃነፀ ኣረጋጊፆም። ፋብሪካ መፍረዪ ጥይት ኾሚቾ ዘበኑ ናብ ዝበፅሖ ስርዓት ዲጂታል ክኣቱ ብምግባር ንከበድቲ፣ ቀለልትን ማእኸለዎትን መሳርሕታት ዘገልግሉ ተተኮስቲ ምፍራይ ከምዝተጀመረ እዮም ኣብሪሆም። ኣብቲ ኢንዱስትሪ ዝተፈጥረ ዓቕሚ ልዕሊ ጠለብ ቀረብ እታ ሃገር ከምዝኾነ ዝሓበሩ ፊልድ ማርሻል ብርሃኑ ጁላ፣ ዕዳጋ ወፃእን ትውልድን ኣብ ግምት ብምእታው ከምዝተሃነፀ እዮም ገሊፆም። ባህር ዳር ሕብረተሰብ ብዝሕደሰሎም ቦታታት ብስክሌት ብናፅነት ምሽክርካር ብዘኽእሉ ሰፋሕቲ መንገድታት እናወቀበት ትርከብ ክብሉ ምክትል ቀዳማይ ሚኒስትር ተመስገን ጥሩነህ ገሊፆም። ንጣና ሸፊኑ ዝበረ ጣሻ ተጋሊሁ ሕቡእ ጽባቐ እቲ ቃላይ ዝርግሕ ኢሉ ምርኣይ ኣዝዩ ዘሐጉስ እዩ እውን ኢሎም። ንግልጋሎት ክፍቲ ዝኾኑ ኮነ ኣብ ከይዲ ህንፀት ዝርከቡ ቦታታት መዘናግዒ ህዝቢ ብዘላቕነት ንነዊሕ ዓመታት ንከገልግሉ ሕብረተሰብ ብመንፈስ በዓል ዋናነት ክሕልዎን ክከናኸኖምን ይግባእ ክብሉ ኣተሓሳሲቦም።

ዜናና ሕዚ እውን ይቕፅል። ተመልከቲ ፓርቲ ብልፅግና ገምጋም ኣፈፃፅማ ስራሕ መንፈቕ ዓመት ኣብ ዋና ቤት ፅሕፈቱ ምክያድ ጀሚሩ። ኣብቲ ንሰለስተ መዓልቲ ዝፀንሕ መድረኽ ኣብ ሓፈሻዊ ሃገራዊ ኩነታት ፖለቲካ፣ ህንፀት ጥንኩር ፓርቲ ንምዕዋትን ፓርትን መንግስትን ብምውዳድ ኣብ ዝስርሑ ዛዕባታትን ኣድሂቡ ገምጋም ከምዝግበር ተገሊፁ ኣሎ። ምክትል ፕሬዚዳንት እቲ ፓርቲ ኣደም ፋራህ ኣብ ዝገበርዎ መደረ ስሩዕ ስራሕቲ ፓርቲ ግብረ መልሲ ኮሚሽን ኢንስፔክሽንን ስነ ምግባርን ከምኡውን በብክልሉ ዘለዉ ዝንባለታት ፖለቲካ ግምገማ ከምዝግበር ኣልዒሎም ኣሎም። ፓርትን መንግስትን ብምውዳድ ዝስርሑ ስራሕቲ ጎስጓስ ኣፈፃፅመኦም ከምዝግምገም ምግላፁ ካብቲ ፓርቲ ዝረኸብናዮ ሓበሬታ የረድእ። ፈጠራ ዕድል ስራሕ ከምኡ እውን ምስ ምኽባር ናብራ ተታሒዙ ፀገማት ንምፍታሕ ዝውገኑ ስራሕትን ካብ ተሓጋዛይነት ንምንጋፍን እናተስርሑ ዝርከቡ ተግባራት ዝርከብሉ ደረጃ ብስፍሓት ከም ዝግምገም እውን ኣይተ ኣደም ፋራሕ ኣብሪሆም። ደቂ ኣንስትዮ ብልቓሕን ዕቋርን ኣቢለን ተረባሕቲ ቁጠባ ንክኾና ሰፊሕ ስራሕቲ ይውገን ከም ዘሎ ሚኒስትር ደቂ ኣንስትዮን ማሕበራዊ ጉዳይን ኤርጎጌ ተስፋይ ገሊፀን። እተን ሚኒስትር ብብርኪ ዓለም ንመበል 114 ኣብ ኢትዮጵያ ድማ ንመበል 49 ግዘ ዝኽበር ዘሎ ዓለም ለኸ መዓልቲ ደቂ ኣንስትዮ ምክንያት ብምግባር መግለፂ ሂበን እቲ መርሃ ግብሪ ስሉጥን ቀፃልነት ዘለዎ ንኹሉ ዝሓቁፍን ተሳትፎ ደቂ ኣንስትዮ ይረጋገፅ ብዝብል መሪሕ ሓሳብ እዩ ዝኽበር ዘሎ። ካብ ሓደ ለካቲት ክልተ ሽሕን ዓሰርተ ሸውዓተን ጀሚሩ ስራሕቲ ቅድመ ምድላዋት ከም ዝተሳለጡ ብምግላፅ ደቂ ኣንስትዮ ብልቓሕን ዕቋርን ብምድላው ተረባሕቲ ቁጠባ ንክኾና ይስራሕ ኣሎ ኢለን። ደቂ ኣንስትዮ ሰለስተ ነጥቢ ሽዱሽተ ቢልዮን ብር ክዓቑራ ተተሊሙ እናተሰርሐ ምዃኑ ዝገለፃ እተን ሚኒስትር እቲ ጎስጓስ ዓሰርተ ሓሙሽተ ሽሕ ደቂ ኣንስትዮ ተረባሕቲ ግልጋሎት ልቓሕ ከምዝገብር እውን ገሊፀን እየን። ብተወሳኺ ኣርብዓን ሓሙሽተን ሽሕ ደቂ ኣንስትዮ ኣብ ዕድጊት ቦንድ ግድብ ህዳሰ ክሳተፋ ጠመተ ተዋሂቡ ከምዝስራሕ ኣብሪሀን። መመሓየሺ ማክሮ ቁጠባ ኢንዱስትሪታት ኢትዮ ኢንጂነሪንግ ግሩፕ ናብ ከስቢ ክሰጋገራ ከም ዝገበረ ዋና ፈጻሚ ስራሕቲ ግሩፕ ኣምባሳደር ሱሌማን ደደፎ ገሊፆም። ኣምባሳደር ሱሌማን ከም ዝበልዎ ኣብ ነበር ኮርፖሬሽን ኢንጂነሪንግ ሓፂነ መፂን ካብ ሽም ጀሚሩ ትካላዊ መመሓየሽታት ብምግባር ብልሹ ኣሰራርሓታት ንምእላይ ዘኽኣለ ሓዱሽ ውዳበ'ዩ ተፈጢሩ ኢሎም። ኣብ ዝሓለፉ ዓመታት ናይ ምክልኻል፣ ኮንስትራክሽን፣ ሕርሻን ካልኦት ማሽነሪታትን ዘፍርዩ ኢንዱስትሪታት ብትሽዓተ ዘፈራት ብምውዳብ ኢትዮ ኢንጂነሪንግ ግሩፕ ክውለድ ዘኽኣለ ዕዉት ለውጢ ከምዝተገብረ እዮም ገሊፆም። ሸርፊ ወፃእን ቀረብ ጥረ ኣቑሑትን ፈታኒ ከምዝነበረ ብምሕባር መመሓየሺ ማክሮ ቁጠባ ብምግባሩን ናብ ኢንቨስትመንት ሆልዲንግ ክፅምበሩ ስለዝተገብረን እቲ ፀገም ብምፍታሕ

ተመልከቲ ዜናትና ዜናታትና ሕዚ እውን ይቕፅሉ ሕዚ ድማ ብዝርዝር ናብ ዝሓናዮ ዜና እየ ክሓልፍ ቀዳማይ ሚኒስትር ኣብዪ ኣሕመድ ኣብ ፋብሪካ መፍረይ ጥይት ሆሚቹ ዑደት ኣሳሊጦም እቲ ፋብሪካ ኣብ ውሽጢ ክልተ ዓመት ዝተሃንፀ ምዃኑ ዝሓበሩ እቶም ቀዳማይ ሚኒስትር ዓቕሚ ኢትዮጵያ ዘርእን ኢትዮጵያ ዝምጥንን እዩ ክብሉ ኣብቲ እዋን ዑደት ኣብ ዝሃብዎ ርእይቶ ገሊፆም እዮም እቶም ቀዳማይ ሚኒስትር ዘካየድዎ ዑደትን ዝሃብዎ ርእይቶን ተኸታቲልና ንመለስ

ኢትዮጵያ ትልቅ ሀገር ናት በሳይዟ በታሪኳ በሀብቷ ልክ እራሷን ጠብቃ ለልጆቿ መሸጋገር መቻሏን ማረጋገጥ ያስፈልጋል። ኢትዮጵያ ዓባይ ሃገር እያ ብሃፍታ ብስፍሓታ ብታሪኻ ዓርሳ ሓልያ ንትውልዲ ምስግጋራ ምርግጋፅ የድሊ ቅድሚ ሕዚ ኣብ ኢትዮጵያ ብውሱን መንገዲ ጥይት ኣፅዋር ምስራሕ ፈተነታት ነይሩ ከምዚ ዓይነት ስትራቴጂያዊ ዓቕሚ ተዘይሃኒጻ ዝኾነ ሓይሊ ኣብ ዝኾነ እዋን መጥቃዕቲ ክፍጽም ይኽእል ዝብል ገምጋም ነይሩና። ክልተ ሽሕን ዓሰርተ ኣርባዕተን ጥይት ንገዝእ ነይርና። ክልተ ሽሕን ዓሰርተ ሓሙሽተን እዩ እዚ ፋብሪካ ምትካል ዝተጀመረ። ሎሚ ኢትዮጵያ ክላሽ፣ ብሬን፣ ስናይፐር፣ ዶሽቃ፣ ታንኪ፣ ኩሉ ዓይነት መድፍዕ ንባዕላ ጥራሕ ዘይኮነስ ንዕዳጋ ክቐርብ ዝኽእል እኹል ዘመናዊ መፍረዪ ዓቕሚ ዘለዎ ፋብሪካ ሃኒጻ እያ። ኩሉ ነገሩ ንኢትዮጵያ ዝምጥን እዩ ኢትዮጵያ ከምዚ ዓይነት ፋብሪካ ምውናና ብጣዕም እዩ ሕጉስ ክላሽ ስናይፐር ካብ ምግዛእ ወፂእና ብምፍራይ ንካልኦት ሃገራት ምሻጥ በቂዕና ኢና ክልተ ዓመት ኣብ ዘይመልኣ ኣብ ዝሓፀረ እዋን ከምዚ ዓይነት ፋብሪካ ተሃኒፁ ምርኣየይ ልዑል ሓጎስን ክብርን ይስመዓኒ ኣነ ወታደር እየ ኣብ ወታደራዊ ወፍርታት ዘጋጥሙ ጉድለታት ብዝግባእ ይርዳእ እየ ሕዚ ግና ኢትዮጵያ ዘስገኣ የብላን ብሉጽ ኣእምሮን ጀጋኑ ወታደራትን ዘለዉዋ ሃገር እያ። ኣብ ቀረብ ናውትታት ዝነበሩዋ ጸገማት ምፍታሕ ክኢላ እያ። ክዳን፣ ጫማ፣ ጥይት፣ ክላሽ፣ ስናይፐር ካበ ወጻኢ ነእቱ ኔርና። ሕዚ ከም ሃገር መከላኸሊ ሰራዊት ክዳን፣ ጫማ የምርት እዩ። ጥይት ቅድም ክብል ከም ዝሓበርኩዎ ምስ ብዙሓት ሃገራት ውዕሊ ኮንትራት ተፈጺሙ እዩ። ኣብ ውሽጢ ሰለስተ ወርሒ ጥራሕ ልዕሊ ሰላሳ ሚልዮን ዶላር ካብ ዝተመርቱ ምሻጥ ተኻኢሉ ዩ። ኣምሪትና ምሻጥ ስለ ዝኸኣልና ሕዚ ኢትዮጵያ ኣብ ምፅናዕ ኣብ ምቕፃል ዝሐሸት ሃገር ንውልድ ወለዶ ኣብ ምስግጋር ብቡዙሕ መዳይ ውፅኢት ናተመዝገቡ መፂኦም ዮም። ብሕርሻ፣ ብኢንቫይሮመንት፣ ብመዓድን፣ ብኣይሲቲን ቴክኖሎጅን፣ ብኢንዳስትሪ ዝመፀ ለውጢ ይፍለጥ ዩ። ኣብዚ ዓመት ትኹረት ካብ ዝተውሃቦም ሓሙሽተ መሰረታዊ ጉዳያት ሓደ ኢንዳስትሪ ዩ። ክሳብ ዓሰርተ ክልተ ሚኢታዊ ዕብየት ከመዝግብ ትፅቢት ይግበር። ኣብ መከላኸሊ ኢንዳስትሪ ዝመፀ ዕብየት ግና ብጣዓሚ ተስፋ ዝህብን ኢትዮጵያ እናዓበየት ትኸይድ ከምዘላ ዘርእን ዩ። ካብ ስግኣት ወፂኣ ወሰንቲ ዝባሃሉ ድሌታት ኣማሊኣ ዓርሳ ንምክልኻልን ንምዕባይን ዓቕሚ እናፈጠረት ያ ዝብል ተስፋ ብዝግባእ ዘርኢ ዩ። ሃገር ክተምርቶም ዝግበኦም ሰለስተ መሰረታዊ ጉዳያት ኣለው። ሓደ መግቢ እዩ። እኹል መግቢ ዘይተምርትን ዓርሳ ዘይትምግብን ሃገር ንዝኾነ ሓደጋ ተጋላጺት እያ። ካልኣይ ክዳን እዩ። ናይ ባዕላ ክዳን ዘይተምርት ሃገር ንሓደጋ ዝተቓልዐት እያ። ሳልሳይ መድሓኒት እዩ። ምክልኻል ከምዘሎ ኮይኑ ብመድሓኒት ድማ ዓርስኻ ምኽኣል የድሊ። ካብዚኦም ብተወሳኺ ዘድልዩ መሰረታዊ ነገራት ኣለው። ኮይኑ ግና ኣብ ውሽጢ ሓደ ዓመትን ፈረቓን ከምዚ ዓይነት ድሌትካ ኣማሊኡ ናብ ወጻኢ ሰደድ ዝገብር ፋብሪካ ተሃኒፁ ምርኣይ ዓብዪ ክብርን ኩርዓትን ዩ። ኣመራርሓ ሚኒስቴር ምክልኻል፣ ሓለፍቲ ኢንዳስትሪ፣ ኣብዚ ዘለዉ ሰራሕተኛታት ዓብዪ ክብርን ምስጋናን ይብፀሓዮም። ኣብ ዝሓፀረ እዋን ኢትዮጵያ ዘድልያ ዓቕሚ ፈጢሮም ዮም። ገዚኦም ዘይኮነስ ኣምሪቶም ንዓና ጥራሕ ዘይኮነስ ንኻልኦት ውን ዝተርፍ ሃኒጾም እዮም ነዚ ድማ ኩርዓትን ሓበንን ክስምዖም ይግባእ በርትዑ ቀጽልሉ ዝብል መልእኽቲ ኣለኒ እዚ ጽቡቕ ስራሕ ኣብዚ ጥራሕ ከብቅዕ የብሉን ኢትዮጵያ ካብዚ ንላዕሊ እዩ ዘድልያ ከይተደነቕና እኹል እዩ ከይበልና ካልእ ዝሐሸ ምፍጣርን ምስራሕን ኣብ ውሽጦም ኣሕዲሮም ንክመራመሩን ንከፍርዩን ሓደራ ክብል ይደሊ ዘሐጉስ ግዜ እዩ እንኳዕ ደስ በለና ክብል ይፈቱ። ውስጣቸው እንዲተከል እንዲመራመሩ እንዲያመርቱ እንዲሰሩ አደራ ማለት እፈልጋለሁ። በጣም አስደሳች ጊዜ ነው እንኳን ደስ ያለን ልላችሁ እወዳለሁ። አመሰግናለሁ።
ኮሚሽን ሃገራዊ ዘተ ሓደ ሽሕን ኣርባዕተ ሚእትን ዛዕባታት ካብ ዓሰርተ ክልላትን ክልተ ምምሕዳር ከተማታትን ንምይይጥ ሓሳብ ከም ዝኣከበ ተሓቢሩ። እቲ ኮሚሽን ካብ ዝገበሮ ዘተ ብተወሳኺ ሃገር ቦቀል ፍልጠትን ልምድታትን ክሓውስ ከም ዝግባእ ምሁራን ሓቲቶም ኣለዉ። ንፀብፃብ ሜሮን በረዳ፣ ፍስሃ መብራህቱ ከም ዝስዕብ ከቕርቦ እዩ። ኢትዮጵያ ኣብ መንጎ ዜጋታት ዘሎ ዘይምርዳእን ዘይምቅዳውን ብዘላቕነት ንምፍታሕ ናብ መድረኽ ዘተ ካብ እትኣቱ ሰለስተ ዓመታት ኣቑፂራ ኣላ። እቲ ምኽክር ብሓላፍነት ክመርሕ ዝተጣየሾ ኮሚሽን ሃገራዊ ዘተ ድማ ካብ ዝጣየሽ ሰለስተ ዓመታት ኣቑፂሩ። ኣብዞም ሰለስተ ዓመታት ኣብ ዓሰርተ ክልላትን ክልተ ምምሕዳር ከተማታትን ንዘተ ክቐርቡ ካብ ዘለዎም ተባሂሎም ዝተኣከቡ ሓሳባት ሓደ ሽሕን ኣርባዕተ ሚኢትን ዛዕባታት ተኣኪቦም እዮም። ኣብ ኢትዮጵያ ዓመፅን ጎንፅን ሓዊሱ ኩሎም መማረፅታት ከምዝተፈተኑ ዝገለፁ ኣባል ኮሚቴ ኣማኻሪ ኮሚሽን ሃገራዊ ዘተ ዶክተር ንጉስ ኣክሊሉ ኸዚ ተጀሚሩ ዘሎ ኣማራፂ ዘተ ዝሐሸ ምዃኑ ኣልዒሎም እዮም። ዛዕባታት ኣብ ምእካብ ዕውት ምንባሩ እውን ኣዘኻኺሮም። ኣንድ ላይ
ተቀራርቦ ግንኙነት በመፍጠር። ግንኙነት የሚለው ጽንሰ ሀሳብ በጣም ወሳኝ ነው። መልካም ግንኙነት በመፍጠር አብሮ ማሰብ ማለት ነው። ብሓደ ኮይንካ ተቐራሪብካ ርክብ ምፍጣር ልዑል ግምት ዝወሃቦ እዪ። ሰናይ ርክብ ብምፍጣር ሓቢርካ ምሕሳብ ማለት እዪ። ኣብ ውሽጥን ኣብ ደገን ዘለዉ መራሕቲ ናብ ሓደ ብምቅርራብ ንኢትዮጵያ ለውጢ ከምፅኡ ከምዝኽእሉ ይእመን። ካሊእ መማረፂ የለን። ብዙሕ ውፅኢት እውን ተመዝጊቡ እዪ። ከይዲ እቲ ዘተ ብቲ ተጀሚርዎ ዘሎ ናህሪ ንክቕፅል ማሕለኻታት ህዝቢ ክፍትሑ ከምዘለዎም እውን ዶክተር ለማ ንጋቱ ገሊፆም። የመጀመርያው ትልቁ ነገር ሰላም የመፍጠር ነው። በዚ ረገድ ኮሚሽኑ። ቀዳማይን ዓብይን ነገር ሰላም ምፍጣር እዪ። በዚ መንፅር እቲ ኮሚሽን ዘይሻራዊ ኮይኑ ምስ ካልኦት ሰብ ብፅሒት ኣካላት እናሰርሐ እዩ። ልቦም ኣስፊሖም ሕማቓት ተርእዮታት እንተጋጥሙ እውን ተመኻኺርካ ናብ ፅቡቕ ምቕያር ፀገማትና ተዛቲና ምፍታሕ፣ ሃገርና ሀትቅፅል ምግባርን ሃፍቲ ሃገር ክንርበሐሉ ተዘይገይርና ካብ ዕንክሊል ክንወፅእ ኣይንኽእልን። ብኻሊእ ወገን ኮሚሽን ሃገራዊ ዘተ ይገብሮ ካበ ዘሎ ብተወሳኺ ሃገር ቦቀል ፍልጠታትን ባህላዊ ሜላታትን ምጥቃም ከም ዘድሊ ዶክተር ለማ ንጋቱ ኣብሪሆም። በታሪክ አጋጣሚ በባህላችን ብዙ ነገሮች አሉ ተወያይተን የምንፈታባቸው በዚህ በሀገር ደረጃ ላይሆን ይችላል ስለዚህ የነሱንም የሀገር በቀል እውቀቱንም ብባህላዊ መንገዲ ተዛቲና ጸገማት እንፈትሐሉ ኣጋጣምታት ኣሎ። ስለዚ ሃገር ቦቆል ፍልጠት እውን ምስቲ ኮምሽን ሃገራዊ ዘተ ዘካይዶ ዘሎ ኣጣሚርካ ምጥቃም የድሊ። ባህሊ፣ ልምዲ፣ ፍልጠታት ኣሎ። እዚኦም እውን ተወኪሎም ክሳተፉ ኣለዎም። ንኲናት እንገብሮ ምስንዳእ ዓጊትና ንሰላም ኮፍ ኢልና ክንዘራረበልና ዝበሉ እቶም ምሁራት፣ ኣብቲ ኸዚ እዋን ዛዕባታት ዘይተኣከበሎም ክልላት ትግራይን ኣምሓራን ትኹረት ሂብካ ምስራሕ ከምዘድሊ ኣተሓሳሲቦም።
ሕዚ ድማ ናብ ዜና ዕዳጋ ክንሰግር ኢትዮጵያ ሽዱሽተ ሓደሽቲ መራክብ ፅዕነት ክትዕድግ ምዃና መጓዓዝያን ሎጂስቲክስን ባሕሪ ኢትዮጵያ ኣፍሊጡ። ካብተን ሽዱሽተ መራክብ እተን ክልተ ኣብ ዝተተሓዘ በጀት ዓመት ተገዚኤን ናብ ግልጋሎት ንክኣትዋ እናተሰርሐ ምዃኑ ተገሊጹ ኣሎ። ክልቴን ኦልትራ ማክስ ደረቕ ጽዕነት መራኽብ ከም ዝኾናን ስሳን ክልተን ሽሕ ቶን ናይ ምጽዓን ዓቕሚ ከም ዘለወንን ተገሊጹ። እተን መራኽብ ኣታውን ወጻእን ንግዲ ኢትዮጵያ ኣብ ምዕባይ ልዑል ግደ ከም ዘለወን ዝተሓበረ እንትኸውን፣ እተን ዝተረፋ ኣርባዕተ መራኽብ ድማ ኣብ ቀጻሊ ዓመት ከም ዝዕደጋ እዩ ተገሊጹ ዘሎ። ኣብዚ ሕዚ እዋን ኢትዮጵያ ዓሰርተ መራኽብ ዘለውኣ እንትኸውን፣ እታ ሓንቲ ኣባይ ዝተብሃለት መርከብ፣ ስሳን ሰለስተን ሽሕ ቶን ከም እትጽዕንን ከምኡ'ውን እተን ዝተረፋ ካብ ዕስራን ሽዱሽተን ክሳብ ዕስራን ሸውዓተን ሽሕ ቶን ናይ ምጽዓን ዓቕሚ ከም ዘለወን ተሓቢሩ። ሰብ ሃፍቲ ጃፓን ኣብ ኢትዮጵያ ኢንቨስት ክገብሩ ድሌት ከም ዘለዎም ገሊፆም። ኤምባሲ ኢትዮጵያ ኣብ ጃፓን ኣብ ዘካየዶ መበል ሰላሳን ሰለስተን ፎረም ኢንቨስትመንት ኣፍሪካ ኤስያን ዓረብን ዝተሳተፋ ሰብ ሃፍቲ ዝተሳተፉ ሰብ ሃፍቲ ጃፓን ንመፅናዕቲ ቅድመ ኢንቨስትመንት ናብ ኢትዮጵያ ከም ዝመፁ ገሊፆም። እቶም ሰብ ሃፍቲ ኣብ ኢትዮጵያ ፍሉይ ዞባ ቁጠባ ኢንቨስት ምግባር ከም ዝደልዩ ምርግጋፆም ካብ ኮርፖሬሽን ልምዓት ኢንዱስትሪ ዝረኸብናዮ ሓበሬታ የረድእ። እቶም ሰብ ሃፍቲ ወሲኾም ኣብ ኢትዮጵያ

ሕዚ ድማ ናብ ዜና ወፃኢ ክንሰግር ተመልከቲ ኣሜሪካ ምስ ዩክሬን እትገብሮ ዝነበረት ልውውጥ መረዳእታ ወታደራዊ ድሕንነት ጠጠው ከም ዘበለ ተፍሊጣ ዋሽንግተንን ኬቭን ኩናት ሩስያን ዩክሬንን ካብ ዝጅመር ትሒዙ ልውውጥ መረዳእታ ወታደራዊ ድሕንነት ከካይዳ ምፅንሐን ተገሊፁ ምምሕዳር ፕሬዚዳንት ዶናልድ ትራምፕ ልውውጥ መረዳእታ ድሕንነት ክልትኤን ሃገራት ንክቋረጽ ውሳነ ምሕላፉ ኣማኻሪ ብሄራዊ ድሕንነት ኣሜሪካ ማይክ ዋልዝ ኣረጋጊጾም። እቲ ውሳነ ንኽንደይ እዋን ዝኣክል ተግባራዊ ከምዝኸውንን እቲ ልውውጥ መረዳእታ ድሕነት እውን ብኽፋል ይኹን ምሉእ ንምሉእ ከምዝቋረጽ ዝተገልጸ ነገር የለን ክብል ቢቢሲ ጸብጺቡ። ብዘይ ምርድዳእ ዝተዛዘመ ዘተ ዶናልድ ትራምፕን ቮሎድሚር ዘለንሲኪን ስዒቡ ኣሜሪካ ቅድሚ መዓልትታት ንኬቭ እትህቦ ወተሃደራዊ ደገፍ ደው ከምዘበለት ይዝከር። ፕሬዚዳንት ዶናልድ ትራምፕ ትማሊ ኣብ ዋሽንግተን ኣብ ዝተኻየደ ሓበራዊ ኣኼባ ኮንግረስ ኣብ ዝገበርዎ መደረ ፕሬዚዳንት ዘለንስኪ ሃገሮም ምስ ኣሜሪካ ንምስራሕ ድልውቲ ምዃና ዝገልጽ ደብዳበ ምልኣኾም ምግላጾም ይፍለጥ። ኣብ መወዳእታ ቀንዲ ቀንዲ ዜናታት እዚ ዕለት እየ ከዘኻኽረኩም ቀዳማይ ሚኒስትር ኣብዪ ኣሕመድ ኣብ ፋብሪካ መፍረይ ጥይት ዑደት ኣሳሊጦም ደቂ ኣንስትዮ ብልቓሕን ዕቋር ነቢለን ተረባሕቲ ቁጠባ ንክኾና ሰፊሕ ስራሕቲ ይውገን ከም ዘሎ ሚኒስትር ደቂ ኣንስትዮ ማሕበራዊ ጉዳይን ኤርጎጌ ተስፋይ ገሊፀን ካብ ዜና ወፃኢ ኣሜሪካ ምስ ዩክሬን እትገብሮ ዝነበረት ልውውጥ መረዳእታ ወተሃደራዊ ድሕንነት ጠጠው ከም ዘበለ ተፍሊጣ ባርከስ ተመልከቲ ማዕዲ ዜና በዚ ዛዚምና ስለ ምክታልኩም ኣዚና ነመስግን ሰላም